ወይልካም እንኳዕ ደሓን መጻኻ እንኳዕ ደሓን ጸናሕኪ እንኳዕ ሓጎሰና ሓጎስኩልና እግዚኣብሔር ክሳዕ ኣብዚ ረድኡና እሞ ስለዚ ቸርች ትብሎ ነገር ተለካ
መጀመርታ ክብሪ ንኣምላኽ ይኹን ኣጀሚሩ ዘፈጸመና እግዚኣብሔር ጀሚርካ ምውዳእ ናይ እግዚኣብሔር ስለ ዝኾነ እዚ ኢድ እግዚኣብሔር ኢድ እቲ ሕያው ኣይቲ ኣምላኽ ዝኾነ እግዚኣብሔር ምሳና ስለ ዘላ ጀሚርና ንክንውድእ ዝረዳእና ኣምላኽ ክብሪ ይህቦ ካብኡ ቀጺለ ከኣ ነዚ ስራሕ እዚ ካብ መጀመርትኡ ክሳዕ መወዳእታ ኣብ ዙርያና ኮይኖም ብጸሎት ብንዋት ብጉልበት ብኹሉ ኣንጻር ኩሉ ዝነበረ ጸቕጥታት ምሳና ኮይኖም ዝደገፉን ኣሕዋት ከመስግን ይደሊ ማለት እዩ። ኣብ ውሽጥኻ ዝተሰማዓካ ሓጎስ ትልክኒ ራህዊተይ ኣነ ክሳዕ እዚ ሰዓት እዚ ሕልሚ ምሻሎ እምዚ እምበር ዶ ኣብ ውሽጢ ሓደ ወርሒ እሞ ምስ ኣንጻር ኩሉ ዝነበረ ጸቕጥታት ገለመለ እግዚኣብሄር ረዲእና ኣጀሚርና ክንውድእ እሞ ከኣ ካብቲ ዝነበርናዮ ቅድሚ ሕጂ ትፈልጥዮ ኢኺ ናይ ኣምላኽ ሰብ ኣብ ኣንደር ግራውንድ ኮይና እሞ ምስ ጸቅጢ ዝነበረ እግዚኣብሄር ረዲእና እዚ ወዲእና ኣለና ስለዚ ብጣዕሚ እዩ ደስ ኢልኒ ስለዚ ሓጎሰይ ብቃላት ውን ክጎልጾ ኣይክእልን እየ ብጣዕሚ ደስ ኢልኒ ኣሎ ካብዚ ከኣ ኣብ ቀጻሊ ኣብ ዝዓበየ እንድርተ ክንራኸብ ይኣምን እየ ኣሜን እግዚኣብሄር ይመስገን እዚኣ ክገልጻ ይፈት እየ ቴንክ ዩ ዓመት ተባረኽልኝ ጎይታ ኣምላኽ ሰብ። ይባርኽካ እቲ ድማ ሓንቲ ኣባል ካብዚ ቸርችና ብመዝሙር እተገልግል ሓፍቲ መልእኽቲ ሒዘልኩም መጽየ ኣለኹ። ብዛዕባ እዚ ቸርች ምስርሑ ዝተሰማዕ ሓጎስ ብመዝሙር ድያ ብኣራት ክትገልጸልና እያ። ይከታተል ስምረተይ ብዛዕባ እዚ ቸርች ዝተሰማዓካ ሓጎስ ጎይታ ባርኽኪ ብዛዕባ እዚ ናይ ቸርች ክብል ተኮይነ ከዓ ብጣዕሚ ደስ ዘብል በቃ እግዚኣብሄር ዓብ ነገር ጌርልና ኣምላኽ ሰናይ ነገር ጌርልና እግዚኣብሄር ምሽ ኣሎ እቲ ዝነበርናይ ቸርች ሃሩር እዩ ሙቆት እዩ እንደገና ወፂኻ ከምዚ ባራት ገለገለ ስለ ዘለዎ ኣፖስትል ከዓ ጎይታ ባርኮ እዚ ኩሉ ተገንዚቡ ምሽ ዋጋ ከፊሉ ብምርሒት ናይ እግዚኣብሔር ኣምላኽ ኣሚኑ እዛ ቸርች ካሃንፃ ተበጊሱ እግዚኣብሔር ካ ምሕረቱ ብዚሕ ረድእዎ ኣብ ውሽጢ ሓፂር ኣዋርሕ ማለት እዩ ተገይሩ ክብሪ ንኣምላኽ ይኹን ከምዚ ዓይነት ተኣምር ርኤ ይፈልጥ ኣነ ኣብ ውሽጢ ወርሒ ማለት እዩ ጎይታ ባርኮ ዝካ ኣብ ዕይኡ ዘለዎ ጸጋ እዩ እግዚኣብሔር ምቕናዕ ምስላጥ ዝገብረሉ ዘሎ ንኹላትና ሓል እዩ ከይንዕንቀፍ ብዙሕ ነገር ከይመጸና ኢሉ እዩ ገይርዎ ጎይታ ባርኮ እንደገና ኣፖስትልና ጎይታ ባርኮ ሓቋፊና እዩ ኣቦና እዩ ተጻዋሪ እዩ በቃ ክብሪ ንኣምላኽ ይኹን በዚ ቸርች ካ ደስተኛ እየ ሓንቲ ክዝምር ግን እደሊ ኣብ ውሽጠይ ዝመፀትኒ መዝሙር ማለት እዩ

ሕጂ ድማ ሓደ ካብ ኣባል እዛ ቸርች እዚኣ ሒዘልኩም ቀሪበ ኣለኹ። ዮቢ ሓወይ ሽምካን ኣገልግሎትካ ኣብዚ ቤት እተገልግሎ ኣገልግሎት ነጊርካ ብዛዕባ እዚ ቸርች ምስርሑ ድማ ዝተሰማዓካ ሓጎስ ግለጽ። እሺ ኣምላኽ ዝተመስገነ ይኹን። መጀመርታ ሽመይ ኖቤል መሓሪ ይበሃል። ኣብዚ ቸርች እዚ ድማ ካብ ክፍሊ ዲፓርትመንት ናይ ክፍሊ ትምህርቲ እየ ዘገልግል ዘለኹ። ኣምላኽ ዝተመስገነ ይኹን። ከምዚ ትርእይዎ ዘለኹም ኣብ ኣንደር ኢና ኔርና ሕጂ እግዚኣብሔር ኣርሒብልና ናብ ርሒብ ተሳጊርና ኣለና ኣምላኽ ዝተመስገነ ይኹን ሶ ከምቲ ቦታ ቀይርናዮ ዘለና ከምኡ ከዓ ኣብቲ መንፈሳዊ ህይወትና ኣብቲ ኣገልግሎትና ከምኡ ክንዓብን ክንልወጥን ድማ እግዚኣብሔር ይርዳኣና ብዛዕባ ቸርች እዚ ዘለኒ ሓጎስ ብጣዕሚ ደስ ኢልኒ እግዚኣብሔር ብዙሕ ጽቡቕ ነገር ገይርልና ማለት እዩ ኣምላኽ ሰማይ ከቕንዓልና እዩ ንሕና ባረቱ ድማ ተሲና ክንዓይና ከም ዝበለ ቃል እግዚኣብሔር ከምኡ ድማ እግዚኣብሔር ኣቕኒዕልና ንሕና ድማ ተሲና ክንዓይና እግዚኣብሔር ድማ ምሳና እዩ ስለ ኩሉ ነገር ደጊምና ንኣምላኽ ነመስግኖ ቴንክ ዩ ሶ ማች ሕጂ ድማ ሓደ ካብ ሽማግለታት ሒዘልኩም ቀሪበ ኣለኹ ብዛዕባ እዚ ቸርች ዝተሰምዖ ሓጎስ ክገልጽ እዩ ደብሽ ሽምካን ኣገልግሎትካን እሞ ብዛዕባ እዚ ቸርች ከኣ ዝተሰማዓካ ሓጎስ ግለጽ። መጀመርያ ክብሪ ንኣምላኽ ብምቕጻል ድማ የሱስ ጎይታይ ኣብዛ ቸርች ሽመይ ደበሳይ ዓንዶም እበሃል ኣገልጋሊ እንደገና እውን ሽማግሌ እየ እግዚኣብሄር ረድእና ኣብ ውሽጢ ሓደ ወርሒ ድንቅን ተኣምራትን ኢድ ኣምላኽ ርኢና ማለት እዩ ስለዚ እግዚኣብሄር ናይ ብሓቂ ረድእና እዩ ተሓጒስና ኣለና ሓቢርኩም ኩላትኩም ማሕበር ኣምላኽ ኣብ ዩጋንዳ ዘለኹም ሓቢርኩም ምሳና ክትሕገሱ ብፍቕሪ ኣምላኽ ይዕድመኩም ክብሪ ንእግዚኣብሔር ጎይታ ከምቲ ንዓና ሰናይ ዝገበረልና ንዓኹም ከዓ ሰናይ ይገብረልኩም ናይ ወትሩ ትምኒትናን ጸሎትናን እዩ ጎይታ ባረኩም ታንክ ዩ
ሕጂ ድማ ሓንቲ ካብዞም ኣገልገልትና ትነጥፍ ኣብዚ ቸርች ሒዘልኩም ቀሪበ ኣለኹ ኣገልግሎታን ሽማን ክትገልጸልና እያ። ብዛዕባ እዚ ቸርች ድማ ዝተሰምዓ ሓጎስ ትነግረና እያ። ሰምሃረይ። ኣነ ነቢት ሰማር ይበሃል ኣብዚ ቸርች ከዓ ከም ጓሳን ከም ጓሳ ከም ነቢት የገልግል ኣለኹ መጀመርታ ማለት ክንጅምር ከለና እዚ ቸርች ብቃል ኣምላኽ ኢና ጀሚርናዮ ኣምላኽና ይመፅእ ሰቕ ድማ ኣይብልን ቀቅድሚኡ ዝባላዕ ሓዊ ኣሎ ቦቦብላ ንፋስ ድማ ይኸቦ ብዝብል ጥቕስ ኢና ጀሚርናዮ እግዚኣብሔር ድማ ብሽ ኣብ ኣንደር ኣብ ክጥዕመካ ዘይክእል ነገልግሎት ንህዝቢ ክጥዕሞ ዘይክእል ጀሚርናዮ እግዚኣብሔር ከዓ ከምቲ ቃል ድብሎ ማለት እዩ ናብ ሰፊሕ ቦታ ብሽ ዶባትኩም ኣስፍሑ ሕቆኹም ኣስፍሑ መንኮብኩም ኣስፍሑ እንዳበለ ይዛረበና ስለዚ ካብኡ ድማ ኣውፅኡ ድማ ኣብ ገፊሕ ቦታ የእቲና ኣሎ ኣነ ድማ ብጣዕሚ እየ ሕጉስቲ ስለምንታይ ብሽ ህዝቢ ኣምላኽ መቺእዎ ክግልገል ኣለዎ ኣገልጋሊ መቺእዎ ክግልገል ኣለዎ ምኻብ ኡጋንዳ ምዝሃሩር ማለች ስለዚ ኣነ ብጣዕሚ ሕጉስቲ ብጣዕሚ ማለች ብጣዕሚ ብጣዕሚ ሕጉስቲ እየ ማለት ነዚ ራእይ እዚ ክነፈፅም ኩልና ድማ ማለት ራእይ ከረካ ተፈፅም ማለት እዩ ከምዚ ደገፍ ገለ ደይኮንካስ ራእይናትካ እንዳፈፀምካ ኢኻ ትኸይድ ስለዚ ኣብዚ ከዓ ራእይና ኩልና ነፈፅም ኣለና ማለት እዩ ጎይታ ይባረክ ማለት እዩ ስለዚ ብእግዚኣብሔር ደስ ይበለና ብእግዚኣብሔር ንተሓጎስ ብሽ ሓይሊ እግዚኣብሔር ሓጎስኩም እዩ ፅሑፍ እዩ ናትና ሓጎስ ሓይልና እግዚኣብሔር እዩ ማለት እዩ ጎይታ ይባርኩም ንኪ ሰማሪ ጎይታ ይባርክ ሕጂ ድማ ሓደ ካብ ኣገልጋሊ ሒዘልኩም ቀሪበ ኣለኹ ሽሙን ኣገልግሎቱን ገሊፁ ብዛዕባ እዚ ቸርች ዝተሰምዖ ሓጎስ ክገልጸልና እዩ። ሽመይ ፍሪዶም ይበሃል የሱስ ክርስቶስ ጎይታ እዩ ዘገልግሎ ኣገልግሎት ድማ ብወንጌለ ዘገልግል ብዛዕባ እዚ ቸርች ከዓ ብጣዕሚ ደስ ኢልኒ ማለት እዩ ዋላ ናይ እግዚኣብሔር ሓሳብ ከምኡ እዩ ዝብል ፍረይ ብዙሕ ንምድር ድማ ምልዋ ኢሉ ሕጂ ናይ እግዚኣብሔር ሓሳብ ከምኡ እዩ ስለዚ ናይ ኣፖስትል ነገር ከዓ ብጣዕሚ ኣምላኽ ዝጥቀመሉ ሰብ ብናቱ ኣገልግሎት ድማ ብዙሕ ነገር ዝተባረኽና ካብቲ ናቱ ጸጋ ማለት እዩ ስለዚ ኢድ ኣምላኽ ከዓ ንሪኣ ኣለና ምሶ ማለት እዩ ስለዚ እግዚኣብሔር መመልሲ ይባርኮ ጸጋ ኣምላኽ ኣብ ልዕሊ ይብዛሕ ማለት እዩ በቲ ኣገልግሎት ከዓ ተባሪኽና ብዙሓት ድማ በዛ ኣገልግሎት ናይ ኣፖስትል ዘሎ ጸጋ ክባረኹ ይዕድማ ማለት እዩ ብጣዕሚ ሓጎስ ተሰሚዕኒ ደስ ኢልኒ ከዓ ነባሪያ ቴንክ ዩ ቴንክ ሰላም ዩ ህዝቢ ኣምላኽ ሕጂ ድማ ሓደ ዓቢ ናይ ኣምላኽ ሰብ ሒዘልኩም ቀሪበ ኣለኹ ብዛዕባ እዚ ቸርች ዝተሰምዖ ሓጎስን ብነስ ነብሱ ድማ ባዕሉ ከላልየኩም እዩ
ክብሪ ንእግዚኣብሔር ሻሎም ሻሎም ብሓቂ እግዚኣብሔር ዓብ ስራሕ ሰሪሑ እ፣ ሽመይ ኣፖስትል ተክለ ርእሶም ይበሃል ኣብዚ ድማ ከም ኣማኻርን ከም ሽማግለን ኮይነ ኣብ ቅድሚ ጎኒ ቢንያም ኣፖስትል ቢንያም ከ ብሓንሳብ ኣለና ማለት እዩ ብሓንሳብ ነገልግል ኣለና ማለት እዩ ስለዚ ቸርች እዚ ታሪኻዊ ዋላ ሓንቲ ክትብሎ ኣይትኽእልን ኢኻ ኢደ ኣምላኽ ዝረኣናላ ኢና ሃልዩ ነይሩ ወይ ተሓሲቡ ኣይኮነን ተገይሩ ህንፃ ክህነፅ ከሎሲ ዓቕምኻ ርኢኻ ገንዘብካ ርኢኻ ፕሮግራም ጌርካ እዩ እዚ ናይ እግዚኣብሔር ዓቅሚ ናይ እግዚኣብሔር ፕሮግራም ግን ኣብ ዓይነ ይርኢ ማለት እዩ ኣብ ካምፓላ ሓምሽተ ዓመት ክመላለስ ከለኹ ሲ ኣብ ካምፓላ ተሰርሐ ቸርች ይፈልጥ እየ ኣነ በዓል ሻሎም ኣለዋ ኣሎ ሓደ ሓደ ዝበዝሐ ግን ነዊሕ ዓመታት ኣገልጊልና ዝብሉ ናይ እግዚኣብሔር ሰባሲ ተኻርዮም እዮም ዝነብሩ ዘለዉ እዚ ማለት ከወዳድሮም ዘይኮንኩ እቲ ዕዮ ኣምላኽ እቲ ግብሪ ኣምላኽ እቲ ምስ ኣፖስትል ቢንያም ዘለዎ ናይ እግዚኣብሔር ዕዮ ሲ ብሓቂ እየ ተገሪመ በዚ ኣጋጣሚ ኣነ ኣፖስትል ቢንያም ከድንቆ ዝደሊ ብጣዕሚ ካብ ልቤ ዘኽብሮ ሓቐኑ ድሌቱ ፅቡቑ ንእግዚኣብሔር ዘለዎ ተገዛእነት ንእግዚኣብሔር ዘለዎ ንመንፈስ ኣምላኽ ምስማዕ ብሓቂ እየ ዘድንቆ ዓብይ ጸጋ እዩ ዘለዎ ዓብይ ናይ ዲልቨራንስ ዓብይ ናይ ሄሊን ዓብይ ናይ ፕሮፌሲ ጸጋ እዩ ዘለዎ እዚ ጸጋ እዚ ድማ ጸጋ ህዝብና እዩ ጸጋ ምእመናና እዩ ስለዚ ኩላኩም ንጸጋ እዚ ክትካፈሉ ንጸጋ እዚ እ፣ ክትጥቀሙሉ የተባባዓኩም ማለት እዩ ኩላና ኣለና እግዚኣብሔር ብዝፈቐዶ ድማ ሕጂ ካብቲ ዝነበረ ብዝበለጸ ብምግላጽ ብምፍዋስ ብትንቢት ብዓብ ነገር ከገልግል ምዃኑ ኣነ ርዳእኒ ፃውዒቱ ድማ ድሮ ድረ እዩ ፍረ ሓንቲ ገረብ ፍረሲ ኣብ ፍርያ ኢኻ ትፈልጦ ፍሪ ንሪኦ ኣለና ሃልዎ ኣይኮነን ሰሪሕዎ እዚ ነይርዎ ኣይኮነን ሰሪሕዎ ወይ ሃብቲም ኣይኮነን ሰሪሕዎ ኖ ኖ እግዚኣብሔር በቲ ንዑ ኣብ ርእሱ ኣብኡ ኣቐሚጥዎ ዘሎ ጸጋ ዝረኣናዮ ጸጋ ስለ ዝኾነ ብሓቂ ተሓጒሰ ኣብዚ ድማ ንእግዚኣብሔር ኣምላኽ ድማ ካብዚ ንላዕሊ ካብዚ ዝዘለጸ ካብዚ ነገር ማ ጽበየ ኣነ ከም ናይ እግዚኣብሔር ሰብ ናብ ጣዕሚ ኣይሕጉስ
ያኔልና ፖስት ኮይተ ይባርካ ሕጂ ድማ ሓንቲ ኣገልጋሊት ሒዘልኩም ቀሪበ ኣለኹ። ሽማ፣ ኣገልግሎታን ዝተሰምዓ ሓጎስ ትነግረና እያ።
ሽመይ ዘቢብ ገብረንጉስ ይበሃል ኣብ ፉልነስ ምልኣት መንፈስ ቅዱስ የገልግል ኣብ ናይ ዲያቆን የገልግል ኣለኹ ብጣዕሚ ተሓጒስና እግዚኣብሔር ረድኤና ናይ ብሓቂ ምክንያቱ ካብ ክብሪ ናብ ክብሪ እግዚኣብሔር ኣሰጋጊርና ካብቲ ኣብቲ ጸቕጢ ዝነበርናሉ ጽበት ቦታ ዝነበርናሉ እግዚኣብሔር ዓቢ ግብሪ ገቢርልና ናይ ብሓቂ በቃ ተሓጊስና ኣብዚ ከኣ ኣብ ዓቢ ክብሪ በቃ ምሽ ካብዚ ንላዕሊ እግዚኣብሔር ከም ዝገብረልና ከ ይኣምን እየ ኣምላኽ እሙን እዩ ተሓጊስና ህዝቢ ኣምላኽ ከ ኩላትኩም ኣብዚ ሓጎስና ምሳና ተኻፈልቲ ክትኮኑ ንዕድመኩም ጎይታ ይባርኩም
ሓደ ሓዊ ሒዘልኩም ቀሪበ ኣለኹ ዝተሰምዖ ሓጎስ ገልጽ
ሻሎም ህዝቢ ኣምላኽ ሽመይ ኣገልጋሊ ኬብሮ ንበሃል ኣብዚ ቤተክርስትያን ከዓ ከም ናይ ማይና ማናጅመንትን ኣብዚ ሓድሽ ቤተክርስትያን ከዓ ኮንስትራክሽን ማናጀር ነረ ማለት እዩ እዚ ሙዱ እዚ ዓቢ ኢድ ኣምላኽ ዝረኣናሉ ኢድ ኣምላኽ ብዓባይ ኣብዚ ምድሪ ተገለጸትሉ ዓይነት ፕሮጀክት ኮይኑ ንክትሪኡ ቀሊል ይመስል ምስ ተወድእ እውን ክትዕለሉ ቀሊል እዩ ካብ መጀመርትኡ ክሳብ መፈጸምትኡ ግን ኣዝዩ ብሚራክለስ ዝኾነ መገዲ እግዚኣብሔር ዘርኣና ዓይነት ነገር እዩ ነይሩ ኤንወይ ረሃዊት ሓፍተይ ኣዝየ ሕጉስ እየ ብጣዕሚ ሕጉስ እየ ዓቢ ፕሮጀክት ሰሪሕና ጎይታ ረዲኢና ድማ ህዝቢ ኣምላኽ ኣብ ሓደ ክሳይ ዝኾነ ኮንፈርተብል ዝኾነ ቦታ ከገልግል ክግልገልን ከገልግልን ምቹእ ቦታ ስለ ዝፈጠርናሉ እግዚኣብሔር ይመስገን ክብሪ ኩሉ ንሱ ውሰድ ኣብ ዝመጽእ ግዜ ድማ ካብ ዝበልጽ ነገራት ካብ ብዝዓቢ ነገራት ንኩሉ ህዝቢ ዓለም ዝኾነ ኣገልግሎት ሒዝና ክንመጽእ ድማ በዓል ተስፋይ እግዚኣብሔር ከኣ ምሳና ኣሎ ኤቤኔዘር ክሳዕ እግዚኣብሔር ክሳዕ ሕጂ ረድኣና ኣሜን።
ክብሪ ንኣምላኽ ይኹን። ብዛዕባ ቸርች መቸም እዚ ቤት ኣምላኽ እንዲዩ እዚ ቤት ኣምላኽ ክስራሕ ከሎ ሓጎስ ርድዩ እቲ ሓጎስ ዝስማዕካ ርድዩ ብዓብዪ ከዓ እንታይ ኣብ ዘመን እዚ እሞ ካብ ግዜና ከምዚ ዓይነት ምስርሑ እሞ ከዓ ምድሪ ስደትና ብጣዕሚ መጠን ዘይብሉ ሓጎስ ይስማዓኒ ማለት እዩ እቲ ዝዓብይ ከኣ እቲ ኣምላኽ ተዛሪቡ ይፍጽም ምኻኑ ምርኣይ ካብ ዓይነታ ምርኣይካ ከኣ እቲ ካልኣይ ሓጎስ ኣምላኽ ክዛረበና ከሎስ እዩ ኣምላኽ ሰማይ የቕንዐልኩም እዩ እሶም ከኣ ሲሶም ዕየዩ ኢልና ተሲና ዓይና እዚ ዝመስል ኣዳራሽ ከኣ ጌርና ኣለና ብሓቂ እዚ ትሪኦ ከለኻ ቀሊል ነገር ኣይኮነን እቲ ዝዓበየ ዝገብሮ ወላ ሓንቲ ኣብ ሓጋዚ ዘይብልካ ደጋፊ ኣብ ዘይብልካ ኢድ ኣምላኽ ትርእየሉ ዕዮ ስለ ዝኾነ ከምዚ ዓይነት ዕዮ ብጣዕሚ ሞራል ዝበካ ትሕጎስ ምክንያቱ ስለዚ እቲ ሓጎስ ንብሎ ብኡ ይቕፅል ማለት እዩ ኢድ ኣምላኽ ርኢና ተግባር ኣምላኽ ርኢና ብዓቢኡ ከኣ ህዝቢ ኣምላክ ከኣ ነቲ ነቃቂሑ ከኣ ነዚ ክሰርሕ ተሲኡ ምስ ረኣኻዮ ከኣ እቲ ካልኣይ ሓጎስ ይመጸልካ ማለት ምሻሎ እቲ ህዝቢሲ ክንደይ ምስ ኣምላኽ ዘለዎ ሪሌሽንሽፕ ብገንዘቡ ብጸሎቱ ብሓሳብ ብተፈላለየ ኣብ ጎንኻ ክኸውን ከሎ እቲ ካልኣይ ሓጎስ ማለት እዩ ስለዚ ድምር ናይ ኩሉ ብጣዕሚ ዓብ ሓጎስ ሰሚዒን ደስ ኢልኒ ከምዚ ዓይነት ኣብ ምድሪ ስደትና ከምዚ ቤት ኣምልኾ ስርሕና ክንምልኽ ኣደኖ ዓብ ሓጎስ እዩ ማለት እዩ ጎይታ ይባርክ ደስ ኢልና ማለት እዩ ኣሓጎሰካ ሓጎስ ሓጎስ